ክትስከሞ ኣለካ ከምዚታት ንምባል እዩ ዘስምዕ እሞ ነዘን ኣብነታት ከነንብበልኩም ኢና ሰናይ ምክትታል እስኻ ነቲ ሓዲስ ቤት መግቢ ክትፍትኖ ኣለካ ወይ ድማ ኣብዚኣ ብፌሚኒን ጀንደር ክገልጸልኩም እንተኮይነ ድማ እስኺ እብል እስኺ ነቲ ሓዲስ ቤት መግቢ ክትፍት ንዮ ክትፍትንዮ ኣሃ ኣሎኪ ኣሎኪ ሶ ከምዚ ኢልና ነንብበን እስኻ ነቲ ሓዲስ ቤት ምግቢ ክትፍትኖ ኣለካ እስኺ ነቲ ሓዲስ ቤት ምግቢ ክትፍትንዮ ኣሎኪ
You should try the new restaurant.
እሳቶም መታን ጥዑያት ኮፍ መበልታት ክረኽቡታ ብእዋኑ ክመጽኡታ ኣለዋቶም ይብል ከምኡ ድማ ንኣብነት ኣብዚ ብእሳቶም እንደ ገሊፅያ ዘይክንብል ከለና ግን እሳቶም ወይ ድማ እሳተን እዩ ዘመልክት ሕጂ ነዚኣ መታን more exercise ክንገብር ድማ ከምዚ ጌረ ከብርሃልኩም እየ ከምዚ ጌረ ከብርሃልኩም እየ እዚኣ ናብዚ እሞ ከምጽኣ ሕጂ እሳቶም ዘላ ድማ ኣብዚ እሳተን ክገብራ እየ እሳተን ብሓንሳብ ኮይና ክንሰርሓን ኢና እሳተን መታን ጥዑያት ኮፍ ምበልታት ክረኽቡታ ዘይኮነ ክረኽባታ እብል ኣብዚ መታን ክረኽባታ እንታይ ክገብራ ኣለወን ብእዋኑ ክመጽ ኣታ ክመጽ ኣታ ኣለዋ ቶም ዘይኮነ ኣለዋተን ኣለዋተን ከምዚ ትኸውን ኣለዋተን ከምዚ ትኸውን ስለዚ ክደግመን እየ እሳቶም መታን ጥዑያት ኮፍ መበልታት ክረኽቡታ ብእዋኑ ክመፁታ ኣለዋቶም እሶም ተይለ ግን እቲ ንሕና በቲ ንሕና ንገብሮ ጌጋ ግን እንታይ እዩ እሳቶም መታን ጥዑያት ኮፍ መበሊ መበልታት ክረኽቡ ብእዋኑ ክመፁ ኣለዎም ኢና ንብል እዚ ግን ንዓብይ ሰብኣይ ጥራሕ እዩ ዘመልክት ንብዙሓት ንእሳቶም ኣየመልክትን እዩ ከምኡ ድማ እሳተን መታን ጥዑያት ኮፍ መበልታት ክረኽባታ ብእዋኑ ክመፅኣታ ኣለዋተን ኢና ክንብል ዘለና ግን እቲ ጌጋ እንታይ ኢና ንገብሮ ዝበዝሕ እዋን እሳተን መታን ጥዑያት ኮፍ መበልታት ክረኽባ ንብል እዚ ክረኽባታ ገዲፍና ክረኽባ ብእዋኑ ክመፅኣ ኣለወን ንብል እዚ ግን ብእዋኑ ክመፅኣ ኣለወን ንሓንቲ ዓባይ ሰበይቲ ዳኣ እምበር ንብዙሓት ኣይምልክትን እዩ ንእግሪ መገዲ ከዘኻኽረኩ እምበር ብዙሕ ግዜ ተንቲነልኩም ኣለኹ እዚ ሶ ቤላ ጓለይ

ኣሎካ ቁሪ'ዩ ዘሎ ብ ደገ ማለት እዩ ወይ ድማ እስኺ ጃኬት ክትክደኒ ኣሎኪ።
You should wear a jacket. ኣብዚ ንእግሪ መገደይ ከዘክረኩም ድማ ዩ ክንብል ከለና ሲ እስኺ እስኻ እስኺ እስኹም እስኽን እሳቶም ኣይሜን እስኻትኩም እስኻትክን ከም ዘሎ ኣይንረስዕ ነቶም ዝተረፉ ባዕልኻትኩም ኤክሰርሳይስ ክትገብርዎም እላበወኩም እሳቶም ዝመፅእ ዘለዎ ሓጋይ ክበፅሑናታ ኣለዋቶም ወይ ድማ እሳቶም ጥራሕ ዘይኮነ እሳተን እውን ስለ ዘሎ ኣብዚ ንእግረ መገደይ ብሓንሳብ ክንሰርሕ ኢለ እየ እሳተን እሳተን ተልና ድማ እሳተን ዝመፅእ ዘሎ ሓጋይ ክበፅሓናታ ክበፅሑናታ ዘሎ እዚ ክበፅ ሓ እዚኣ ክበጽሓ ናታ ክበጽሓ ና እዚኣ ክበጽሑና ኢልና እታ ንገብረላ እዚኣ ድማ ክበጽሓ ናታ ኣሎ ዋቶም ዘይኮነ ኣሎ ዋ ተን ትኸውን ድማ እዚኣ ተን ትኸውን ኣብዚ ክልቲኡ ኣፖስትሮፍ ኣይረሳዕኹም ከምዚ ጌርና ኢና ነቲ ሙሉእ ሓሳባት ንቑሞ እስከ ክደግመን እሳቶም ዝመፅእ ዘሎ ሓጋይ ክበፅሑናታ ኣለዋቶም

ነቲ ገጽታ ይቕሬታ ነታ ዘይኮነሲ ነቲ ገጽታ ካብዚ ክትሪኦ ኣሎካ ክረእ ከኣል እዩ You should see the view from here.
እሳቶም ነቲ ኢመይል ቅድሚ ፋዱስ ክሰድዋቶ ኣለዋቶም ወይ ድማ እንታይ ንብል ኣብዚኣ እንታይ ኢለኩም እሳቶም ጥራሕ ኣይኮነትን ትትርጎም ይቕሬታ እዚኣ ዘይ ክንብል ከለና እሳቶም ወይ ድማ እሳተን ስለ ተመልክት ወይ ስለ ትውክል ኣብዚ ክንጽሕፋ ኢና ብሓንሳእ እሳቶም ዘሎ እዚ እንታይ ይኸውን እሳተን እሳተን ኣሃ እሳተን ምሳይ እንዳ ስራሕኩም እሳተን ነቲ ኢሜይል ቅድሚ ፋዱስ ኣሃ ክሰዳኣ ክሰዳኣቶ ኢና ንብል ክሰድዋቶ ኢልና ዘለና ክሰ ዳ ኣ ክሰደኣቶ ኣሃ እዚ ድማ ኣለዋቶም ዘሎ ኣለዋተን ዋተን ትኸውን እዚኣ ድማ ዋተን ሰተረዲእናኹም ክኾና ተስፋ ገብር እሳተን ነቲ ኢመይል ቅድሚ ፋዱስ ክሰድ እሳቶም ኢለ ይቕሬታ እሳቶም ነቲ ኢመይል ቅድሚ ፋዱስ ክሰድዋቶ ኣለዋቶም እሳተን ነቲ ኢመይል ቅድሚ ፋዱስ ክሰድኣቶ

ትርጉም እዩ ዘሎ ግን ደሓን በዚ እስኻን እስኽን ጥራሕ ጌርና ክንሓልፎ ኢና እስኻ ነታ ዶኩሜንት ክትፍትሻ ኣሎካ ወይ ድማ እስኺ ነታ ዶኩሜንት ክትፍትሽያ ኣሎኪ
You should check that document.
ዘይ ክብል ከለኹ ድማ እሳቶምን እሳተንን እያ ተመልክት እሳቶም ተየልና ኣብዚ እሳተን ኣይሚን እሳቶም ይቕሬታ ነተን መብራህትታት ከጥፍእዋተን ኣለዋቶም ከጥፍእዋተን ኣለዋቶም ንመን ነተን መብራህትታት ወይ ድማ እሳተን ነተን መብራህትታት ከጥፋኣታተን